Eritrean Gabla TV.
ስመይ ፈሪሓ ኣሕመድ ይበሃል ቀንዲ ዝነጥበሉ ስራሕ ከዓ ኣብ ናይ ስነ ፅሑፍ እዩ ኣብዚ ቀረባ ግዜ ሓቂ ካብ ክተሸን ኢስራን ኣርባዕተን መፅሓፍ ኣውፅኤ ነይረ ደሴት ቆፀርታት እዩ ሽማ ናይ ቁጽሪ መጽሓፍ እያ። ቁጽሪ ግን ብመልክዕ ዛንታታት፣ ጸወታታት፣ ታሪኽ ናይ ቁጽረኛታት እንዳረኣኻ እዩ። ናይ ኣዲ ገብረት መጻሕፍቲ ክልተ እየ ዝፈልጥ። እተን ሰዋስው ትግርኛ ትብልን እታ ትምህርቲ ትግርኛ ንካልኣይ ደረጃ ትብል ሓንቲ ከኣ ነይራ። መጽሓፍ ኣይኮነትን መስለኒ ግን ከምዚ ብዶክመንት ዝተዘርግሐት እያ ጽውጽዋይ ወይኖ ገለ ትብል ቀንዲ እታ ናይ ሰዋስው ትግርኛ እየ ተጠቒመላ ነይረ ኣብኡ ስለ ሕጂ ኩሉ እቲ ክፍልታት ዘረባ ፓርትስ ኦፍ ስፒች ገለ ኣዕሚቑ እዩ ዝገልጾኡ ኣብነታት እንዳሃበ ከምዚ ምሳሉ ክንድሲ እንታይ እዩ መስተዋድድ እንታይ እዩ መስተጻምር እንታይ እዩ ብሰፊሕ ኣትዩስ ግን ብንጹር መንገድስ ይገልጾ እዩ ኣብኡ ሕጂ ይጥቀመሉ ነይረ ማለት እዩ ኣብቲ ኣጠቃቕማ ዘደናገረኒ ነገራት ክህሉ እንከሎ እታ ካልኣይቲ መጽሓፍ እውን እታ ናይ ናይ ካልኣይ ደረጃ ትምህርቲ ትግርኛ ናይ ካልኣይ ደረጃ ገለ ናይ ባህል ነገራት ክደሉ እንከሎ ከዓ ናብኣ ከይደ ሪፈር ገብር ነይረ ማለት እዩ ኦህ ኣዝያ ሓጋዚት እያ ዋላ ንሰዋስው ንዓኻ ንኽትፈልጦ ይኹን ዋላ ናብ ሰብ ንኸተሕልፎ ዋላ ንተማሃሮ ንዝኾነ ኣብ ኣብ ዝኾነ ክሊ ዕድመ ዘለዎ ሰባት ብጣዕሚ ኣገዳሲትኡ ዘሎ መሰረታዊ ሓሳባት ናይ ቋንቋ ትግርኛ ብቀንዲ ብመጽሓፍቲ እየ ዝፈልጦ ብኣካል ዋላ ይፍለጦ ግን ብጣዕሚ እየ ዘድንቖ ንኣብነት ኣብታ ናይ ትምህርቲ ትግርኛ ንኻልኣይ ደረጃ ትብል መጽሓፉ ሲ ብቋንቋ ኢሉ ንኣብነት ይጅምር ካብኡ ይጅምር እቲ ማዕረ ክንደይ ጽዒርሉስ ካብኡ እዩ ክረኣየካ ዝጅምር ኣብቲ መእተዊ ከይተረፈ ናይ ማሕተም ከምዝን ከምዝን ኣብ ገጽ ክንድዝን ክንድዝን ተባጊየ ዘለኹ ሲ ብከምዚ ጌርኩም ኣንብቦ ኢሉስ ኣነጺሩ ነግረካ እዩ ብልክዕ መስመር ክንደይ ኣሎ ገለ ከማን ነግር እዩ ቀጺሉ ከማን ቋንቋ እንታይ ወላ ክገልጸልካ እንከሎ ሲ ናብ ዲፕ ኣትዩስ ድምጺ ኣፈጣጥራ ድምጺ ከመይ ምዃኑን ገለን እዩ ዝገልጾ ከማን ንቋንቋ ንክነግረካ ቀጺሉ ዝርዝር ናይ ፊደላት ትግርኛ እቲ ከምቲ ክንብሎ ዝጸናሕና ክፍልታት ዘረባ ብዘይብኡ ታሪኽ ናይ ሓጺር ታሪኽ ናይ ኤረትራን ናይ ብሄራታ ቀንዲ ከኣ ናይ ትግርኛ ብጣዕሚ ጽቡቅ መግለጺታ ትረኽበሉ ኢኻ ኣብኡ እቲ መጽሓፍሲ ዳርጋ ናብ ኢንሳይክሎፔድያ ናይ ኤረትራ ዝኸደ እዩ ታሪኽ ናይ ኤረትራ ጥራሕ ዘይኮነ ከማንዚ መላለይ ምስ ሰባት ዝገበሮ ኣሎ ንኣብነት በዓል ክሪስቶፈር ኮሎምበስ ሊዮናርዶ ዳቪንቺ ገለ መን እዮም ዋእ ብዙሕ ዘእትዎ ነገራት ኣሎ ስነ ጽሑፍ እንታይ ምዃኑ ዘረባ ማለት ስፒች እንታይ ምዃኑ ናይ ማርቲን ሉተር ኪንግ ከማን ኣይ ሃድ ድሪም ገለ ትብል እታ ሕልሚ ኣለኒ ገለ ትብል ተርጊሙ ኣምጺኡስ ኣቕሪቦ ብዙሕ ብጣዕሚ ብዙሕ ነገራት እዩ ኣብኡ ሸፊኑ ዘሎ ሕጅስ ብጣዕሚ ብዙሕ ሓበሬታ ትረኽበላ መጽሓፍ እያ ንዝኾነ ብዙሕ ዓውድታት ዘለዉ ሰባት ክጥቀምሉ ዝኽእሉ ዓይነት መጽሓፍ እዩ ጽሒፉ

ፍስሃ ብልዎ ሓደ ብዙሕ ሰብ ዘይፈትዎ ግን ፍልይ ዝበለ ጠባይ ዝነበሮ ቅኑዕ ሰብኣይ እዩ ነይሩ ንስኻ ምሳይ ካ ትተርፍ ኢሉ ትሪፉኒ ምናልባት ምስ ንእስነት ክኸውን ይኽእል እዩ ምሳይ ካብዛ ስርዐ ኣብዛ ቦታ ይትዓል ናቱ ሰክሬታሪ ኮይነ ጀሚረ ብዘይክኡ ብዘይካ ናይ ፐርሰናል ስራሕ ኬብልስ ዲፓርትመንት ዝበሃል ነይሩ ናይ ቴሌግራም ን ቴሌግራፍ ዝለኣኽ ሕጂ ቁርብ ቴሌግራፍን ክሳይን ኣብ ሲቪል ኣቬሽን ተማሂረ ስለ ዝነበርኩ ምስ እቲ ነቲ ዝመጸኒ ምእራም ከይተረፈ እየ ዝገብር ነይረ። ዝኾነ ኮይኑ ምስዚ ጀሚረ ብጽቡቕ ስለ ዝተቐበለኒ ጽቡቕ ኣሰጒሙኒ። ካልኣይተይ ምሳይ ኣብርሀ ትብልዋ ነይራ። ቀደም ከኣ መማህርተይ እያ ነይራ ኣብ ጀንዮ። ንክልቴናስ ብጽቡቕ ሒዙና ጽቡቕ ኢና ተበጊስና። ንሳ ንዓመ ድሕሪ ሰለስተ ዓመት ኣቢለን ተመርዕያ ን ን ኣዲስ ኣበባ ከይዳ ድሕሪ ፐርሰነል ዲፓርትመንት ኣብ ኣብቲ መይን ብራንች ኣትየ ብዝኾነ እቲ መጀመርያ ክኣቱ ከለኹ ባንክ ስቴት ባንክ እያ ትበሃል ነይራ ስቴት ባንክ ኦፍ ኢትዮጵያ እዩ ዝበሃል ነይሩ ናይ ኢትዮጵያ መንግስቲ ባንክ ማለት እዩ ስቴት ባንክ ነይሩ ሕጂ ስቴት ባንክ ኣብ ክልተ ትፍንጨል ብስሳን ኣርባዕተን ኮመርሻል ባንክ ን ናሽናል ባንክ ተባሂለን ናሽናል ባንክ መብዛሕትኡ እዚ ናይ ብሸርፊ ተተሓሓዘ እዛ ሕጂ በዓል ተኪኤ በየነ ዝነበርዋ እያ ኮይና ኮመርሻል ባንክ ከዓ እታ ዓባይ ማለት እዩ ኣብ ባንክ ኣብ በበይኑ ዲፓርትመንት እያ ሰሪሐ ዳሕራይ እቲ ኣብ በበይኑ ቤት ባርነዝ ምስራሕ ድማ ንባንክ ስርሑ የፍልጠካን የርእየካን እዩ። ብዝያዳ ግን ኣብ ማእከላይ ከተማ ብራንች እዛ ናይ ዕዳጋ እኽሊ ዝነበረት ኣካውንታንት እየ ነይረ። ኣካውንታንት ከይኮንካ ካብ ኩሉ ጨንፈራት ዝመጽእ ስራሓት ንምርኣይን ንምቁጽጻርን ብሕሳብ ምሓዝን ይሕግዘካ እዩ። ኣካውንታንት ኮይንካ ምስራሕ ኣዝዩ ብዙሕ እዩ። ብፍላይ ኣብ ማእከላይ ከተማ ብራንች ዛንታ ኮነኩም ሸሞንተ ሚእቲ ዝኸውን ቮቸርስ ኣብ መዓልቲ ይሕልፍ ነይረ ሸሞንተ ሚእቲ ቲከት ሲ ፖስት ገይረ ኣብ ሕሳቡ ኣቐሚጠ ኣብታ መዓልቲ እቲኣ ክትውዳእ ኣለዋ ንምንታይ እቲ ዝበዝሕ ሓበሻ ኣብዛ ማእከላይ ከተማ ብራንች ምምፃእ እዩ ዝፈቱ ነይሩ ትቐለሉ ትፈኽሰሉ ዝኾነ ኮይኑ መሳርሕተይ ገለ ዓሰርተው ክልተ ዓሰርተ ሰለስተ ዝኾኑ መንእሰያት እዮም ነይሮም። መብዛሕትኦም ኣብ መንጎ ዕስራን ሓሙሽተን ሰላሳን ሓሙሽተን ዕድመ ኢና ነርና። ሕጉሳት፣ ቁልጡፋት፣ ንፉዓት፣ መትሓዚ ዘይብሎም ካልእ ከምጽኣልኩም እየ ንመገደይ ከዘንትወልኩም ብሓንሳ ኩዕሶ ንጻወት ናይ ባንኪ ፀወታ ክኸውን ከሎ ክንደይ እዋን ሻምፒዮን ወፂና ኣለና ብሓንሳእ ንገይሽ ሕሉፍ ሓሊፍና ንቢዘን ብሓንሳእ ንገይሽ ነርና ሓደ ግዜ ቢዘን ንኺድ ቢዘን ንኺድ ተባሂልና ዋ ፅባሕ ደኣ ከሞ ስራሕ ነርክብ ኢና ኣነ ቻለንጅ ምግባር ባህሪ ነይሩኒ ነርክብ ኢና ኢልና ሰዓት ሓሙሽተ መሳዓፅወ ስራሕና ንነፋሲት ወሪድና ማኪና ነይራና ደይብና ንቢዘን ሓዲርና ንኮ ወሪድና ንነፋሲት ማኪናና ዘዊርና ንኮ ተመሊስና ክዳውንትና ሓፂብና ኣካላትና ሓፂብና ክዳውንትና ቀይርና ሰዓት ትሽዓተ ባንክና ነርና ሕጂ እንታይ እዩ ዝረኣየካ ብዝሒ ስራሕ ፃዕቂ ስራሕ ብርታዐ ስራሕ ኣይቀትልልን ሰብ ኣብ ሕጉስ ቦታ እንተ ኣሊኻ መሳርሕትና ድማ ሕጉሳት እንተድኣ ኮይኖም ኢልካ ትፈትዎም እንተኾይንካ ካብኡ ዝጸብቕ የለን። ስለዚ ስራሕካ፣ መሳርሕትኻን ቦታኻን ክትፈትዎ ኣሎካ። ከምዚ ኢና ኣሕሊፍና ባንክ። ጽቡቕ
ካልእ ቅድሚ ምስጋና ናብ ሓዳር እንደ ክሰግድ ደልየ ሕጂ መዓስ ኢኻ ሓዳር ጌርካ እንደ ክመጽእ እወ ቅድሚኡ ግን ኣብ ኩዕሶ እውን ትነጥፍ ኔርካ ኢኻ ተጻዋታይ ኩዕሶ እግሪ ኔርካ መስለኒ ሌነር እስከ ከመይ ከመይ ነይሩ ናይ ኩዕሶ ፀወታኻ ከ? ኩዕሶ ስፖርት ናይ ገዛና እዩ ክገርመካ ኣሕዋታይ ዓበይቲ ኩላቶም ኩዕሶ ተፃዊቶም እቶም ኣርባዕተ ልዕለ ዝነበሩ ተፃወቲ ኩዕሶ እዮም ነይሮም በብናቶም ብፍላይ እቶም ክልተ ካሕሳይን በየነን ሓያላት ደቂ ገብረ እንዳበሉ እዮም ዘዛርቡ ነይሮም እዚኣቶም ዳርጋ ኣርኪበ ክብል ይኽእል ንሳቶም ገና እንዳተጻወቱ ከለዉ ንሕና ኣብ ሰሬ ቢ ኣብ ሰሬ ኣብ ሰሬ ዲ ጀሚርካ ዲ ቺ ቢ እንዳበልካ ክሳዕ ሰሬ ኣ በጽሐ ኣነን ግደን ሓደ እዋን ኣብ ሓንቲ ጋንታ ተጻወትናሉ ኣለና ኣነን ምዕባየን ከምቶም ዓበይቲ ኣሕዋትና ኩዕሶ ንዓይሲ ካልኣይቲ መሓዛይ እያ ክብል ይኽእል። እፈትዋ፣ እርህጸላ፣ እለፍዓላ፣ ካልእ ግን ተጸብየላ ኣይፈልጥን። ሓደ ዓብዪ ነገር ነይሩኒ እዚ ክብለኩም ዝጸንሑ ኣኩም ናይ ፐርሰናል ዲፓርትመንት ሓለቃና ሓደ እዋንሲ ምስ ኣዱሊስ ኣልኒያ ክገብር ፈሊጡ ምስ ጋንታታት ዘይትኣቱ ምስ ኣናእሹ ጋንታ ትፃወት ሕራይ ናይ መን ነይሩ ኣካያዲ ምክትል ኣካያዲ ናይ ጋንታ ከሎጉዛ እዩ ነይሩ ኦ ጽቡቅ ኣነ ወዲ ኣስመራ እየ ሕጂ ጋንታ ከሎጉዛይ ክኣቱ ከኣ ጽቡቅ እዩ ስለምንታይ ኣብነት ክኸውን ይኽእል ኣነ ንገዛእ ርሰይ ናይ ሓቂ እዚኣ ስምዒተይ መስኣቶም መተዓቢተይ እዮም ዝፈልጡን እዮም መጻውተይ እዮም ብታሕጓስ ተቐቢሎምኒ ምስ ተጻወቲ ኣዝዩ ጽቡቕ ምሕዝነት ነይሩኒ ሓቂ ንምዝራብ መቸም ዘጋጠመ እንድዩ ኣየውርዱንን ነይሮም ኩዕሶ የማንን ጸጋምን ከዓ ብዘይ ቀልዓለም ኩዕሶ ብየማንን ጸጋምን ማዕረ የፃወት ነይረ ርእሰይ ከምኡ ሕጂ እቶም መፃወተ ይገርሞም ቲፎዞ ገርሞም ግን እቶም ዝኽልክሉኒ እቶም ኣካየድቲ እዮም ነይሮም ኣይርድኦን እየ ኣይርድኦን እየ ሕጂ ዛንታ ኮነኩም ናይንቲን ሲክስቲ ሰቨን እዩ ዝከረኒ ጃንሆይ ዝነገስሉ ግዜ ቅንያት እዩ ንባጽዕ ንኸይ ነርና ሰዓብቲ ናይታ ጋንታ ሰለስቲኦም ምሳይ ነይሮም ኣነ ራብዓዮም ክበብና እኮ ንዓኻሲ ፍልይቲ ኮፓያ ኮፍ ከተብለልካ ነይርዋ ይብል ሓደ እዚ ረሲዐዮ ኣለኹ ትም ጋንታ ዓመታት ኮይኑ እዩ ኣይ ግደፎ ዘረባ ኢለ ጥራይ ዘረባኻ የምፅእ ሓደ ካብኣቶም ሕሉፍ ቅኑዕ እዩ ነይሩ። ትፈልጥ ዲኻ ምስ ክንደይኩም ከም እተባኣስኩ ብሰንኪ'ዚ እዚ ዓርከይ'ዚ? ይብሎ ኣሎ። ኣይ ግደፎ እንዶ ዘረባ እብሎም ኣለኹ። ኣብቲ ክበብኩም ዝመጽእ ነይረ ዓርከይ ይጻወት ኣሎ ኢለ'የ ዝመጽእ ነይረ። ንዕኡ ከንጨብጭብ እየ ዝመጽእ ነይረ። ግን ዘይተውርድዎ ምንባርኩም ምስ ክንደይ ተባኢሰ እየ ገለ እብሎም። ኣነ ኣይፈልጥን እየ እዚ ኹሉ ዛንታ። ሕጂ ንዓይ እንታይ ይመስለካ ስፖርት ንዓይ ጥዕና፣ ሓጎስ ደኣምበር ፈይም ኣይኮነን። መድለይቲ ስራሕ እውን ኣይኮነን። ኣብኣቶም ከይተጸጋዕካ ከምቲ ግን ንካልኦት ተጻወቲ ዝገብርዎ ዝነበሩ ኣበይ ስራሕ ደኣ ክንደልዮሉ ኢና ዘብል ኣይነበረን። ኣነ ድሮ ባንክ እሰርሕ ነይረ። ላዕሊ ደሞዝ ዝኽፈል መንእሰይ። ጥራይ ንኹዕሶ እዩ መጺኡ ዘሎ እዚ ሰብ እዚ። ጥራይ እንታይ ኮይነ ብመጠኑ ጉህየ። ዋይ ስለምንታይ ከምዚኣ ኮይኖም። ድሕሪኡ ምስ ንእስ ዝበላ ጋንታታት ክጻወት ከለኹ እግረይ ይስበር። እዚ ድሕሪ እቲ ምስ ዚኣተወ ዘረባ ድሕሪ ዓመት እዩ። እግረይ ሓደ ነዊሕ ሰብ እዩ ኣብዚ ምስ ወቕኣኒ ሕማቕ ኣዋድቓ እግረይ ናብዚ ኣካላተይ ናብዚ ወዲኡ እዚኣ ህርምት እያ። ሓኪም ሰለስተ ዓመት ከልኪሉኒ ካርየር ናይ ኩዕሶ ተወዲኣ። ድሕሪ ሰለስተ ዓመት ምስ ሓንቲ ኣኲላ ትበሃል ሓያል ጋንታ እያ ነይራ ከም መርሰነሪ ሜድያነ ኮይነ ከፃወት ጀሚረ እፃወት በቃ ጂኖ ኬራ ኣላ ኩሉ ሰዓብ እዚኣ ብኣ እየ ዝፍለጥ ብጂኖ ኬራ ገይሩ ዝፃወት ትብሉኒ ግን ሰላሳን ሓደን ዓመት ድሮ በፅሐ ነይረ ድሕሪኣ ደርጊ መፅኡ ኩዕሶ ከልኪልዋ ኣብ ተኒስ ኣትየ ምንያ ካብ ቆልዓ ኣትሒዛ ተኒስ ተፃዊተ ናይ መንያ ዛንታ ባዕላ ደኣ እንተትመጽእ ኣብያህኒ እምበር ብሽክለታ ትዝውር ምስ ኣወዳት ብሽክለታ ኣጎርቢታስ ነዕሩኽታ ገዝኦም ኣብጽሓቶም ትመጽእ ኩዕሶ ትጻወት ምስ ኣወዳት ሕሉፍ ሓሊፋ ኣርቢትሮ ጓል ኣንስተይቲ ቀዳመይቲ ኣብ ኢትዮጵያ ምንያ እያ ተዘሪቡላ ነይሩ መዓስ ኣብ ስሳን ሸውዓተን ስሳን ሸሞንተን ኣቢሉ በቃ የመጀመርያዋ ኢትዮጵያዊ ኣርቢትር ሴት ኣርቢትር ገረ ኢሎም ጽሒፎምላ ነይሮም ኣየጻወተትን ዝኾነ ሕጂ ተኒስ ነዊሕ ስለተጻወተት ኣነ ኩዕሶ እግሪ ጥራይ ንዓይ ቀለበይ ነይሩ ደርግ ምስ ከልከለ ግን ተኒስ ጀሚረ ምስኣ ብሰብዓን ሓሙሽተን ሕጂ እንሆለ ሓምሳ ዓመት ኮይኑ ማለት እዩ ስለዚ ኣብዚኣ ብዙሕ ተፃዊትና ፅቡቅ ከድና ኣብ ሽወደን ዕስራ ዓመት ተኒስ ተፃዊትና ብዘይ ምቁራፅ ሰለስተ ግዜ ብሰሙን እንዳተጻወትና። ድሕሪኡ ብርኪ ቁሩብ ጽንዕ ክትብል ምጀመረት፣ ባድሚንቶን ዓሰርተ ዓመት ዝኸውን ተጻዊትና። ምስኡ ድማ ጎኒ ጎኒ ኣብ ሰሙን ክልተ ወይ ሰለስተ ግዜ ዓሰርተ ኪሎ ሜተር ጉያ ነይሩኒ ኣነ ምንያ ሓሙሽተ ኪሎ ሜተር ትጎይ ኣብ ሓደ ዱር እዩ በቃ በሊ ሓሙሽተ ከይድ ዓሰርተ ከይድ እንዳተባሃልና ንፈላለ ሕሉፍ ሓሊፈ ኣብ ስሳን ሓደን ዓመተይ ፍርቂ ማራቶን ጎየ። ድሕሪኡ ክሳዕ ሰብዓን ገለን ዝገብር ኣብ ዝተፈላለየ ውድድራት ናይ ሽወደን ዓሰርተ ኪሎ ሜተር ዘሎ ጎየ። ሕጂ ግን ድሕሪ ሰብዓን ገለን እግሪ ከይትስነፍ ኢለያ ጂኖ ክየራይ ገይረ እኸይድ እኸይድ ከዓ መዓልቲ ብዙሕ ኣለኒ ዋእ መስገን ኣምላኽ ጽቡቅ ጽቡቅ እዋ እቲ ዕድሜኻ እውን እዚ ስፖርት ዝበልካዮስ ወሲኽ ኢልካ እዩ ማለት እዩ ይኣምነሉ እየ ይኣምነሉ እየ ገለስ ሓጊዘ ክኸውን ይኽእል እየ ዝብል ኣባ ጅጎ
ጽቡቅ ሕጂ ናብ ሓዳር ክሰግድ ደልየ ኣለኹ ሓደ መዓስ ኢኻ ሓዳር ጌርኩም ምስ ምንያ ኸ ምስ በዓልቲ ቤትካ ኸ ኣበይኹም ተላሊኹም ከመይ ይመስል ነይሩ
መንያ ኣብ ፍኖተ ብርሃን ብስሳን ክልተን መጺኻና ኣነ ሽዑ ኣቬሽን እየ ነይረ ስሳን ክልተን ጽቡቕ ጓሳ ናይ ሓሰማ ኮይና ካብ መጽሓፍ ቅዱስ ዝወሰዶ እዩ ናይ ወዲ ቆቡዕ ገይራ ሓሰማታት እንዳ ጓሰየት ክትዋሳእ ኢና ርኢናያ ክንደይ ትኩር ዘቆልዓ ኦይ እዚኣ ደኣ ወዲ ጸጋይ እንድዮም ዝብልዋ ኢሎምኒ እቶም ኣተዓብይቲ ሃብተም ቧዕ ኣነ ደኣ ዘይፈለጥክዋ ኦይ ኣበይ ክትፈልጣ ደሓር እንታይ ምዃኑ ኣነ ኣዋልድ እየ ብማዕዶ ጥምት ነረ እዚኣ ደኣ ወዲ እንድያ ትመስል ዝበልኩ እዩ ዝኾነ ኮይኑ ኣብቲ ማሕበር ናይ ሓቂ ንጥፍቲ ንፍዕቲ ንልደታ ስሳን ሰለስተን ክቐቲ ከሎ ተዋስኦ ሕልሚ ዮሴፍ ትበሃል ጌርና ሕልሚ ዮሴፍ ምሳይ ኮይና ሰሪሓ ብድሕሪኡ ሲነማ ሮማ ኣብ ኦደዮን ተዋስኦ ንገብር ነርና። እናገሽና እውን ኣንጻር ጀሆቫ ዊትነስ ተዋስኦ ንገብር ነርና። ሓደ እዋን ናይ ትንቢት ቆጸራ ትብል ተዋስኦ ነዋሕ እያ ብግጥሚ እያ ትግበር። ኣነ ንጉስ ኮይነ ንሳ ጓለይ ኮይና ዓያ ኣላ። ሕጂ እቲ መንፍዓታ ፈቲናያ ካልእ ክሳይ ኣይነበራን ከም ካልኦት ቆልዑ ኣዋልድ ቅምጽማጹ ኣይነበረትን ብዘይካ ላዕለን ክነግረኩም ናይ ቅምጽምጽ ክሳይሲ ሰሓብነት ኣይነበራን ግን እዛ ቆልዓ እዚኣ ግርህቲ እያ ክትዓቢ ትኽእል ከኣ እያ ካልእ ከይሓሰበትሲ ክትመሃር ትኽእል እያ ሕሉፍ ሓሊፋ ኣብ ቤት ትምህርቲ ውድድር ገለ ገለ ትጽሕፎ ሓደ እዋን መኣል ኒያንተ እንዳገበርኩ ከለኹ ኣብ ቺቸሮ ብትግ ጥቃ ገዛወቶም እዚኣ እስኪ ረኣየለይ ኢላ ኣምጺኣ ህደያ ኣላ ጽሕፍታ ክሳዕ ክንድኡ እዩ ትካታ ነይሩ ሓንቲ ንመገደይ ሎሚ ክዕልለኩም እየ ኣብዛ ናይ ምንያ ቅድሚ ምእታው ልክዕ ቅድሚ ሓምሳ ዓመት ቅድሚ ስሳ ዓመት ብሽሕን ሸዓተ ሚትን ስሳን ሓሙሽተን እነግረኩም ኣለኹ ምናልባት ክትሓስቡላ እውን ዕለቱ ልክዕ ዕስራን ክልተን ወርሒ ሰለስተ፣ ሰሙን ቅድሚ እዚ ማለት እዩ፣ ስሳን ሓሙሽተን ሓደ ሰብ ንደቂ ኣንስትዮ ትነቅፍ ጽሑፍቲ ጽሒፉ ክዳነን ሓጺሩ ልዕሊ ብርኪ ወጺኡ እዩ። ኣነ ካብታ ባንክ ኮይነ ኣንብብ ኣቢላ ነታ ጋዜጣ ቅድሚ ምውፀኢ ስሒባሃኒ ኣብኣ ከለኹ ፅሑፍ ፅሑፍ ኣቢለቲ ኣብቲ እንዳ ጋዜጣ ኣብዚ ሕጂ ኤጁኬሽን ዝፀንሖ ኣብኡ እዩ ነይሩ ሓላፊ ጋዜጣ መልሲ ስእብ እቲ ቀዳማይ ጸሓፊ ክነግረኩም ድያቆን እዩ ኣዴታት ንምዃን ይበቕዓ ድየን ኢሉ ሓደ ከቢድ ኣርእስቲ ገይሩ ጽሒፉ ኣነ ኸኣ ንደቂ ኣንስትዮና ገሊኦም ዕዋላኻ ትጥምትወን እሰብል ስለ ዝነበርኩ ገሊኦም ሕሹኽ ክብሉኻ እዮም ኣብ ኣፍካ ኣብ እዝንኻ ከምኡ ይስምዓኒ ስለ ዝነበረ ንሕጎሰሉ መሲልዎን እዩ ኢለ የፅሕፍ እያ እቲ ዝተተኸድናስ ንሕጎሰሉ ንሕና ክወ ነጉሂና ኣብኣ ርእስ ርእሳ ከዓ እብና የነዘና ማለት ምንያ ሳልሰይቲ ፀሓፈት ውሰዶ ሕጂ ቅድሚ ስሳ ዓመትሲ ጓል ዓሰርተ ትሽዓተ ዓመት እያ ነይራ ደቂ ተባዕትዮ እንዲኹም ን ዓዲ ትባላሽዉ ዘለኹም ኣብ ዝርጋንኩም ኣብ ስኽራንኩም ኣብ ሽጋራኹም ኣየነይቲ ጓል ኣንስተይቲ ብኽዳን ትፈርድዋ ገለ ኢላ ከኣ ርእሲ ርእሲ ናኸሳ ሕጂ መዛረቢ ኮይኑ በስመራ እንታይ ኢላትኩም እንታይ ኢለዋ እንታይ ገለ እንዳተባህለ ኣርኣያ በላይ ድሕሪኡ ጽሒፉ ኮታ ብዙሓት ዝጽሕፎ ዘበሉ። ደሓር እቲ ነገር ከምዚ ኢሉ ክወዓዋዕ ጸኒሑ፣ ልክዕ ቅድሚ ስሳ ዓመት እዩ፣ እተን ጋዜጣታት እንተ ዝርከባ ክንደይ ደስ ምበለኒ፣ ስለምንታይ መንእሰይሲ ኣብቲ እዋን እቲ እንታይ ዓይነት ትግሃትን ነጻነትን ከም ዝነበሮ ምእንቲ ክንርኢ። እብለኩም ኣለኹ ስሳ ዓመት ከምዛ ቅነያ እንተ ዝርከብ እቲ ጋዜጣ ክንደይ ምኾነ። ንመገደይ ግን ከምጽኣልኩም ኣርኣያ በላይ ትጉህ እዩ ነይሩ። ጋዜጣ ሃትእክብ ነይሩ። ብርግጽ ከኣ እተን ናይቲ እዋን ነቲ ጋዜጣ ኣኪብወን ኣሎ። ነጻነት ምስ መጸ ቅድሚ ሰላሳን ክንደይን ዓመት ናብ ሰበይቱ ከይድና እህሉ ዝኾነ እቲ ጋዜጣ እዚኣስ ትሕመና ነይራ ክልቴና ኣይጸንሐን ኣይጸንሐን ድዩ እንድዒ ዝኾነ ኮይኑ ንፉዓት ትጉሃት ኣብ ኣርኪቭ ዝሕዝዎ ሰባት እንተተረኺቦም ክንደይ ዓቢ ነገር ክኸውን ይኽእል እዩ። ማለት ጽቡቅ ሕጂ እዚኣ ናይ ኣመጻጻ ናይ ምንያ ዳሕራይ እቲ ተገዳስነታ እቲ መንፈዓታ እቲ ተሓሳስባ ምስ ረኣኹ ዋ ኣነ እንተ ዝምርዖ ኮይኑ ነዚኣ ዝምርዖ ኢለ ንመጀመርያ እዋን ንጓል ኣብ ስርሐይ ዓዲመ ኣብታ ስራሕና ከምዚኣ እሓስብ እንተ ዘይተታሓዝኪ ኣነ ቁሩብ ኣለኹልኪ እዚኣ እያ እኮ እታ ዘረባ ግልብጥ ዝበለት ቀበጥበጥ ይብላ ገለ ይብላ ንሳ ከዓ ከምኡ ይትፈትን እንዳ ፅቡቅ ብወገነይ ዝተሓፀኽዎ ወዲ የብለይን ስድራይ እንታይ ከም ዝብሉ ክርኢ ኣቦ ኣቦኣ ከዓ እዩ ዝዕበያ ነይሩ ኣቦይ ክንዲ ኣቦይን ኣደይን እዩ እሱ ዝብሎ ንሰምዕ ተወዲኣ ንጎንደር ክትምሃር ከይዳ ሓሙሽተ ዓመት ተጸቢና ሽዱሽተ ዓመት ተጸቢና በል ትምህርታ ክሳዕ ትውድእ ድሕሪ ሽዱሽተ ዓመት ኢና ትመርዕና ስለዚ ምስቲ ዝፈልጣ ድሕሪ ዓሰርተ ክንደይ ዓመት ኢና ትመርዕና
ሕራይ መርዓኹም ከ ከመይ ነበረ ሽዑ ኣብቲ ግዜ እቲ መርዓ ሲ ከመይ ድግበር ነይሩ እሞ መርዓኹም ከ ከመይ ነበረ መርዓ ከመይ ጌርኩም ተመሪዕኹም ሽዑ መቸም ሕጂ ደኣ እቲ ዳሕዳሕ ተጀሚሩ ተመሊስዎ ኣሎ እምበር ዳሕዳሕ እዩ ነይሩ። ብዙሕ ገንዘብን ብዙሕ ንብረትን እዩ ዝጠፍእ። ክዳን ናይ መርዓት ክትብል፣ ክዳን ናይ መርዓዊ ክትብል፣ ነቲ መርዓ ዝጠፍእ ሽሻይ ክትብል ኣዝዩ ብዙሕ ክሳይ እዩ ነይሩ፣ ወጻኢ እዩ ነይሩ። ናትና ግን ሓንቲ ዕላማ ነይራ፣ ክንመርዖ እንዲናወ እንታይ ገፋፍሓና? ሻሂን ቡንን ጌርና ዘይንምርዖ ኣብቲ እዋን እቲ ሰብ ኣይመስሎን እዩ። ሻህን ቡንን ሕብስን ሕብስ ሽኮርን ጌርና ኣብ ኦፊሰርስ ክላብ ኣባልያ ነራ ምንያ ሽዑ ኣብ ሕክምና ስለ ዝነበረ ብናታ ምክንያት ኣብ ኦፊሰርስ ክላብ በዚ ዓይነት እዚ መርዓ ጌርና እታ መርዓ ከመይ ነራ ካብ ቤተ ክርስቲያን ወፂና ሰዓት ትሽዓተ ብታ ኦፊሰርስ ክላብ በፅሕና ኣብ መጎ ሰዓት ትሽዓተን ዓሰርተ ሓደን እያ ነይራ እታ ዕድመ ኣብኣ እታ ትስዕ ሳዕ እታ ትክደን ክዳውንቲ ሓበሻ ኢና ክልተና ጌርና ተወዲኣ ገለ ሰባ ሰዓት ዓሰርተ ሓደ ዝመፁ ዓበይቲ ሰባት ዝገረን እዩ ኣብ ኣፍ ደገ ረኺብናዮም የቐንየልና ኢልናዮም ርሑት ጋማ ኢሎምና ወዲእና ድሕሪ ቀትሪ ኸ ኩዕሶ ክንርእስ ሜዳ ክንከይድ ደሊና ክልቴና ብመጠኑ ዝርጋት ኢና ግደ ሓወይ ከተኽፍኡና ገለ እሞ ደሓን በል ኤክስፖ ነይሩ ሽዑ እሞ ኤክስፖ ንክንመፅና ኤክስፖስ ደሓን በቃ ኣብ ኤክስፖ እቶም ዝፈለጡ መርዓና ዝረኣዩ ኣብኡ በቃ ጣቅዒትን ፀወታን ገለን ጥራይ ኮይኑ ግን ክሳዕ ክንዲ ዘይተወዓውዐ በዚኣ እያ ተወዲኣ እታ መርዓ ሰሃሮ ይብላ ገለ ይብላ ኢንፋክት ክዳነይ ኣነ ክዳውንቲ ሓበሻ ገዚኤ ምንያ ከዓ ክዳውንቲ ነቲ ሽዑ ዝኸውን ጥልፊ መሳሊ ንውሕ ዝበለ ጌራ ተወዲኣ።
መዓስ ነይሩ እዚ? እዚ ብ
ሰብዓን ቅድሚ ሓምሳን ሰለስተን ዓመት።
ስለዚስ እታ መርዓስ በዚኣ እያ ተወዲኣ ማለት እዩ። በዚኣ እያ ተወዲኣ። ሓንቲ ሕቶ እንደ ዘኪረ እዚ ክመልሰካ እየ ንድሕሪት። ኣራይ። መኪና መዓስ መዓስ ሰቒልካ ትኾን? ወዲ ክንደይ ዓመት ነርካ ትዝክር ዶ ቁሩብ? እንታይ መኪና መዓስ ሰቂልካ?
ኦኬ መኪና ንክስቀል ወይ ዛንታ ኮነኩም ወዲ ሸሞንተ ዓመት ከለኹ 1948 ከምዛ ሓጂ ኮይና ትስምዓኒ ካብዛ ገዛና ባሊላ ኣብዛ ጎረቤትና ጸጋይ ዝብሎ ወዲ በይ ርእሳት ነይሩ ኣብ ጋራጅ ሮያል ይሰርሕ ነይሩ መካኒክ ኮይኑ ንሱ ማኪና ዝዝውር ዝፈልጥ ነይሩ መርዓ ናይ ካሕሳይ ሓወይ ነይራ በቃ ኣነ ከዓ ንእሸይ ስለ ዝኾንኩ ተፈታዊ ነይሩ እቲ ክሳያተይ በቃ ምስ ኣውቲሳ ኮፍ ኢለ ናብቲ መርዓ ክንከይድ ዝዝክርን በርበዓን ሸሞንተን ወዲ ሸሞንተ ዓመት ከለኹ ሕራይ ኣብቲ ግዜ እቲ መርዓ ከመይ ነይሩ ማለት ከምዚ ሕጂ ዘለዎ ቁርብ ስፍሕፍሕ ዝበለ ጓይላ መሳሊ ረእዩለይ ስምዑለይ ነይርዎ ድዩ ዋላ ሕጂ እዛ ናትኩም ክትነግረኒ ከለኻሲ እታ ሓንቲ መርዓኸ ከመይ ትመስል ነይራ እታ ገፋሕ ትበሃል ሓቅኻ
ገፊሕወ ቅድም ቅድም እዚ መልሓም በርበረ ፅምቋ ገለ ዝበሃል በዓላት ቅድሚ መርዓ ዘሎ ኣዴታት ዘሕልፈኦ ግዜ መሓዙተንን ዘሕልፈኦ ግዜ ንበይኑ ዓይነት እዩ ነይሩ ማለት ኣድካሚ እዩ ነይሩ ኣፅዓሪ እታ ሰበይቲ በይና ለንቂጣ በርበረ ስለ ዘይትኽእል ይሕወግዝኣ፣ መጠቃ ምባል፣ ስዋ ምቕራብ፣ ጽምቋ ዝብልዎ ዘረባ ነይሩ። ኣብ ጽምቋ ሓንቲ ነገር ነይራ። ኣነሲ ኩሉ ሳዕ ኣብ ጽምቋ ምስ ዝሓደራ ገዓት ይገዓተለን ነይሩ። ሕጂ ኣብቲ መዓልቲ ተን ክልተ መዓልቲ ቀዳምን ሰንበትን ንበለን ቀዳም እንዳ ወዲ ሕልፎት ይኸዱ እንዳ ጓል ኣብ እንዳ ጓል ሂር ክብሉ ይሓድሩ ኢሎም ወጋሕታ ንግሆ ይመፁ። ሰንበት ይደቅሱ ኣይደቅሱ ብዘይትፍለጥ መርዓ ይወፍሩ። መርዓ ወፊሮም መርዓቶም ምሸት ሒዞም መፁ። ኣብ እንዳ ወዲ ከዓ ልክዕ እቲ ጓይላ ክንዱ ሂር ክብሉ ሓድር ሕጂ ወራድ መርዓ ንበሎ ወራል መርዓ ኣቦታት ጥራይ ዘይኮኑ ቆልዑ ውን ምስኦም ትኸይድ ኢኻ። ንቆልዑ ዳሕራይ ዋን ምናልባት ኣርኪብክምሉ ዝኾን ትኾኑ እንድዒ ንስድራ ቤት ክዳን ዝበሃል ማለት ክዳን ገዝሚ ማለት እዩ። ነቶም ቆልዑ ከኣ ከም መቑሸሽ ዓይነት ገዝሚ ዝብልወን ገለ ቁሩብ ኮይንስ ይህቡኻ ነይሮም። ሕጂ በቲ ዘበን እንግሊዝ ሽድን ፍርቂ ሽድን ህቡኻ፣ ኢትዮጵያ ምስ መጸት ድማ ሕርካም ወይ ክልተ ሕርካም ህቡኻ፣ ናይ ቆልዑ ውን በዓል ኢኻ ጌርካ ትቕኒ ስለምንታይ ገለ ገንዘብ ትረክብ ስለ ዝኾንካ ጓል ኣንሰይቲ ምስ ተመርዓወት ኣብ እንዳ ሓሙኣ ኣትያ ንእዲ ንበሎ ካብ ንእዲ ዳርጋ ክልተ ቅነ ዝኸውን ኣይትወርድን እያ ኣብኣ ኮይና እያ ትበልዕ ኣብኣ ኮይና ክሳይ ተብል በቃ ንክሸይ እንተ ኮይና ሓማታ ወይ ድማ ንዕልታ ሒዘንኣ እየን ዝቐርባ ዝበዝሕ ግዜ እውን ኣብ ውሽጢ ገዛ ጉድጓድ ይግበረላ ነይሩ ዳሕራይ ዓሱር ዝበሃል ኣሎ ድሕሪ ዓሰርተ መዓልቲ በዓል ግበር ናይ ኣሱር ጓይላ ይግበር ድሕሪኡ መርዓት ተቀሊዓያ በጻሒ በብእዋኑ እንዳመጸ ሸደድ ዝብሃል ገበጣ ዝብሃል ጸወታታት እንዳተጻወትካ ሓደ ሓደ እዋን ድማ እምብልታ ኣብቲ ገዛ ጸንሕ እሞኒ መንእሰይ ኮንካ ድማ ቱቱት እንዳበልካ ትጻወት ከምዚኣ ትሓልፍ ዳርጋ ክልተ ወርሒ ቢላ ምስ ሓጸነት ንእንዳ ኣቦኣ ትኸይድ እንዳ ኣቦኣ ከይዳ ዳርጋ ንዓመታኣ ማለት ጥሪ ተዳእ ኮይና ተመርዓ ነራ ንዓመታ ጥሪ ንመርዓት መለሰት ኮይና ገዛ ትምለስ እተን ዕድል ዝረኸባ ቀልጢፈን ሓዳር ውጥወን ኣብኡ ብዝተረፈ ኣብ ትሕቲ ሓማታ ኮይና መርዓት ኮይና ትንፋሳ እናሓለበት እያ ትቕንብ
ኣብቲ ግዜ እቲ ክትመርዓዊ ከለኹም ምናልባት ሽዑ ስራሕ ጀሚርካ ነርካ ናይ ቁጠባ ፀገም እውን ኣይነበረካን ክሪኦ ከለኩ ስድራካ ደኣ ከመይ ኣሚኖሞ ሓጺር መርዓ ክትገብርሲ ከመይ ንቕሓት እዮም ነይሮም ስድራካስ እገርመኒ ኣሎ ኣነ ከኣ ናትኩም ንቕሓት ንበይኑ እንዲ ናይ ስድራካ ንቕሓት ከኣ ንበይኑ ኮይኑ ተሰሚዕኒ ካብ ናትኩም ሕልፍ ዝበለ ጽቡቕ ዕድል ዝገበርናዮ እንታይ እዩ ኣብ ገዛና ምዕባየ ሓወይ ብጸቢብ እዩ ተመርዑ ሓንቲ ዳስ ምጥን ዝበለት ኣብዚኣ ተገይራ ምጥን ዝበለ ሽሻይ ተገይሩ ተመርዕዮም ተወዲኣ ሕጂ ብዙሕ ሰብ ኢንፋክት ኣብ ፍኖተ ብርሃን ከሎና እዩ ብስሳን ክልተን ዓሰርተ ዓመት ቅድሚ ናይ ተመርዒ ግደ ብዙሓት ደቂ ማሕበራት እንተኾንኩም ዕድመ ዘይትገብሩ ኢሎም ክሳይ ክብል ዝከረኒ ዋዕዝባ ኣይገበርናን እንታይ ገበረ ሽሻይ ዝወፅእ ንመን ከዩ ንስኻ ኣይትኸስብ ዕዱም ኣይከስብ ዕዱሙን የድልዮ ኣየድልዮ ክበልዕ ክሰተ ክመፅእ እዩ እሱ ክኸፍል ንስኻ ካተን ዘውፃእካየን ክትከፍል ዕዳኻስ ኣይጽቡቕን እዩ ገለ ኢለ ክዛረብ ከለኹ ደቂ ማሕበርና ዝከረኒ ክነቕፉና ከለዉ ዝስማዓኒ ተጋጊኹም ገሊኦም እኮ ዝኸስቡ ኣለዉ ኣመርዕዮም ገለ ዝብል ግን ኣብ ገዛና እዚ ልማድ እዚ ጸኒሑ ማለት መንጸፍ ጸኒሑ ካልኣይ ኣቦይ ዓመት ቅድሚ ምርዓውና እዩ ሞይቱ ኣደይ ነይራ ኣሕዋተይ ነደይ ቁርብ ኣናሂሮማ ነይሮም ብፍላይ ሓደ ርኤኽዮ ሱቅ ኢልካ መርዓ ዝኸውን ዘይከውን እቶም እንዳ ሓምኡ ከወዳስ ገይሮም ገለ ኢሉ እስኪ በቃ ኣጻዲፍዋ እንዳ ሓሞይ ድማ ናይ ሓሙሽተ ሰዓት ኣይትኸውን እንታ ዳስ ትኽል ኣቢሎም ኣልጊሶማ ቀዳም እያ ነራ እታ ሰዓቶም ዝገብራ ዝኾነ ኮይኑ ክልቴና ሓደ ኣተሓሳስባ ስለ ዝነበረና ንስድራና ክንስዕሮም ክኢልና ነሕዋተይ ዝበልኩም ነግረኩም ገፊሕ መርዓ ደሊኹም እወ ኣነ ኣይክእልኒ ከውፅእ ኣይክእልኒ ኣውፅኡ እቲ ዝኣተው ዕድመ ከዓ ንስኻትኩም ሕፈፅዎ ሱቅ ተወዲኣ ስለዚ ቆራፅነት እዩ ብጣዕሚ ፅቡቅ ሓምሳን ሰለስተን ዓመት ኣብ ሓዳር ጌርኩም እወ ከመይ ተኻኢሉ ሓምሳን ሰለስተን ክሪኦ ከለኹ ብፍላይ ኣብዚ ግዜና ሲ ሓምሳን ሰለስተን መዓልቲ ናይ ሓዳር ግዜ ኮይኑ ዘሎ ከመይ ተኻኢሉ እንታይ ምስጢርኩም ኣነ ብወገነይ እንታይ ይብሎ ቅድሚ ናይ ሓዳር ምልክት ምግባርና ክልቴና ንዓሰርተ ዓመት ዝተፋሊጥና ከም ኣሕዋት ከም ዕሩኽ ሕጂ ምንያ ሓሳብ የብላ ኣነ ሓሳብ የብለይ እንትንኩሎ ወይ ድማ እንኣልሞ መገድስ ኣይነበረናን ንኣብነት ክትምርዓዋ ዝደለኻ ጓል ከተታልላ ጥዑም ትኸውን ኣክቲቭ ትኸውን ንገለ ትኸውን ኢኻ ንኣብነት መታለሊ ወይ እታ ጓል እውን ውርፅፅ ክትከውን ትደሊ ወይ ገለ ብዙሕ ነገር ክትርእየካ ትኽእል እያ ምስ ተመርዓኻ ግን እቲ ሓቀኛ ጠባይካ ይመፅእ ናይ ክልቴና ጠባይ እቲ ቅድሚ መርዓና ዝነበረ ጠባይ እዩ ንዓይ ክሪኦ ኣነስ ከምቲ ሽዑ ዝፈልጣ ከምኡ እያ ኢንፋክት ከም ንእሽተይ ሓብተይ እየ ዝሪኣ ንምነ ንሳ ከዓ ከም ዓብ ሓዋ እያ ትርእየኒ ክሳዕ ሕጂ ኢና ነላግጽ ከም ቆልዑ ኣነ ስሕቃ ንሳ ተስሕቀኒ ገለ ዘኪርና ብሓንሳእ ናይ ሓባር ኣምር ወይ ድማ ናይ ሓባር ተመክሮ ስለ ዘሎና ኣይንጽገምን ኢና ክንረዳዳእ ስሕት ኢልካ እኮ ኣሎ እዩ ንኣብነት ብጸባይ እንተመጺእካ ኣነ ዝሕል ኢለ ጠባይ ምስ ጀመርኩ ምናልባት ደሓን ንኸውን ኸውን ግን ህወኽ ኢለ ወይ ሃንደለቕ ኢለ ኣብ ገለ ነገር ኣይቀርብን እየ ምንያ ኣዝያ ቅልጥብቲ እያ ህወኽ ኢላ እውን ከም ገለ ገለ ክመልቋ ክእል እዩ ሕጂ እንታይ ኢኻ ትብል ገለ እንተ ደኣ ወፂዋ ኣየ ገለ ኢልካ ተስሕቕዶ ንሳ ከዓ ተመሊሳ እምበኣር ኣስሒቑካ ገለ ምስ በለትካ እቲ ኩራ ናብ ሰሓቕ ለወጥ
ብወገነይ ውን ከምኡ ተዋህሊሉ ዝጸንሐ ክገርመኩም ቃል እንተ ጀሚረ እንተ ውጽኤ ልክእ ከምዛ ተለጒማ ዝጸንሐት ማሽንጋን ተረኽረኽረኽ እየ ዝብል ግን ድሕሪ ነዊሕ እዩ ትርሹ ጀሚሩካ ዶ ገለ ትብለኒ ጀሚሩ ንወ ክላ ገለ ኢልካ ሽዑ ግድፍ ተብሎ ተወዲኣ ሓደ ነሱ እዩ ደረጃ ኣተሓሳስባና ዝተቐራረበ ምዃኑ እውን ኣሕጎሰካ እዩ። ዕድሜና እውን ዝተቐራረበ እዩ። ሕራይ ንሳ ቀልጢፋ ግን ብዘየገድስ ምስ ካልእ ኣነጻጺርካስ ደሓን እዩ። ሕጂ ደረጃ ኣተሓሳስባና፣ ምስትውዓልና፣ ተመክሮና ብሓፈሻ ከኣ ፍልጠትና ጥቓን ጥቓን ስለ ዝኾነ ሓጊዙ ክኸውን ይኽእል እዩ። ደሓር ከኣ ተገዳስነትና ከኣ ኣብ ስፖርት ተገዳስነትና ስለዚ እቲ ብዙሕ ፋክተርስ ወ ብዙሕ ረቋሒታት ኣሎ ዘቀራርበና በዚኣ ክትከውን ኣለዋ ከይዳ እየ ትብል ኣብ ምርድዳእ ኣብ ማለት ሲ ኣብ ገለ እዋን ሲ ኩሉ ግዜ ከተረዳእ ኣይትኽእልን ኢኻ እወ ዘየረዳድኡ ነገራት ኣለዉ ብኸመይ ኢና ትፈትሕዎ ማለት እንታይ ኢኹም ትጥቀምሉ
ልክዕ እ፣ ምናልባት ኣነ ሕጂ ድሕ- ከም ዝብለካ ድሕሪ ነዊሕ ስለ ዘንቀ- ዘንጸርጽር ኢንፋክት ብመጠኑ እውን ኣግሬሲቭ ይኸውን እዩ ሕሕ እብል እየ ንኻልኦይ ጀሚርዎ እቦ ኹም ገለ ኢላ እልይ እያ ትብል እልይ ምስ በለት ሕጂ እንታይ ኢኻ ትርኢ እሞ ኣበይ እየ ጸኒሐ ኢልካ ነብስኻ ትእርም ኢኻ ካልእ ድማ እዚ ይቕረታ ምባል ጽቡቕ እዩ ሶሪ ከምዚ ዶ ኢለ ከምዚ ዶ ሕሪቐካ ከምዚ እንዲ ኮይኑ እንተ ኢልካ ምልስ ዝብል እዩ ልቢ ስለምንታይ ውህሉል ሕማም የብልካን